ሰላም ሰላም ሰላም ፋሚሊ እንታይ ኢና ንሰምዕ ዘለና ሎማዓንቲ ስታሊን ገብረስላሴን ኣወት ስዒድን ዝሃብዎ ቃለ መሕተት ኣሎ እሱ ክንከታተል ኢና። ኣይ ብፍሉይ እንታይ ክትሕግዝ ትኽእል? ኣብ ዝገበርካዮ ዝርርብ ከተስፋ ረኺብካ ዶ? ምስ ጠቕላላ ሓለቓ ስታፍ ጀነራል ፊሊጶስ ተራኺብካ ኔርካ? ምስ ኣቶ ሓጎስ ገብርሂወት፣ ምስ ኣቶ የማነ ገብረመስቀል፣ ምስ ኣቶ የማነ ገብረኣብ ዝኣመሰሉ ዓበይቲ ሰበ ስልጣን ኤርትራ ብዓቢኡ ድማ ምስ ፕረዚደንት ኢሳያስ ኣፈወርቂ ተራኺብካ ኔርካ። ጌታቸው ረዳ ንመንጀሪኖ ድማ ናይ መሸታ ሰበይቲ ይብለና ኣሎ። ታይ ሓሳብ ኣቅሪባ ትፈልጥ ውፅኢት ፈትነ? ሓንቲ ዝበሃል ነገር ካብ ጫውጫው ዳመሸታ ተእትእትዋ ከብቅ በቃ ናይ እንዳመሸታ ሰበይቲ እያ። እዚ ብቻ ኣይኮነ ናይ ሓውና ነብስሄር ኣርቲስት ዳዊት ነጋ ዝተባህለ ነገር ኣሎ እሱ እውን ክንከታተል ኢና
ሞይትኻ ተትለዓል ነይሩ መዓስ ሰም ተቐየመ ነይሩ
እዚኦምን ካልኦትን ኣብዚ መደብ እዚ ክንከታተል ኢና መጀመርታ ግን ናዚ ቻናል እዚ ሓደሽቲ እንተ ኮንኩም ሰብስክራይብ ላይክ እናገበርኩም ናብ ኩሉ ንክተባፅሕዋ ብክብሪ ይሓትት ኩለኹም ናዚ ቻናል እዚ ቤተሰብ ምዃን ኣይትረስዑ ኢኹም ክልፈቱ ዳይ ላፍቲ ናይ ፈላማይ ዝኾነ ቪድዮና ንተ እሺ ፋሚሊ በቲ ፈላማይ ዝኾነ ቪድዮና ንቕፅል ኣለና ሰናይ ምክትታል ኣይ ብፍሉይ እንታይ ክትሕግዝ ትኽእል ኣብ ዝገበርካዮ ዝርርብ ከተስፋ ረኺብካ ዶ ምስ ጠቕላላ ሓለቓ ስታፍ ጀነራል ፊሊጶስ ተራኺብካ ነርካ ምስ ኣቶ ሓጎስ ገብሪ ህይወት ምስ ኣቶ የማነ ገብረ መስቀል ምስ ኣቶ የማነ ገብረኣብ ዝኣመሰሉ ዓበይቲ ሰበ ስልጣን ኤርትራ ብዓቢኡ ድማ ምስ ፕረዚደንት ኢሲያስ ኣፈወርቂ ተራኺብካ ኔርካ። ኣብ ምንታይ ዘተኮረ ኔበረ ዕላልኩም ይንገር እንተኾይኑ?
ገሊኡ ገሊኡ ክንዛረበሉ ሕራይ ገሊኡ ኣብ ሚድያ ዝዝረብ ንዛረበሉ እወ። ካብ ኣቶ ሓጎስ ሓጎስ ገብረሂወት ሓጎስ ክሻ፣ ሚኒስትር ዜና የማነ ገብረመስቀል፣ ቤት ጽሕፈት ህግደፍ የማነ ገብረኣብ፣ ኢታማዦር ሹም ጀነራል ፊሊጶስ ከምኡ እውን ፕሬዚደንት ኢሳያስ ኩሎም ረኺበዮም እዩ ከም ትግራዋይ ከም ንትግራይ ፅቡቅ ዝምነ ንትግራይ ዝኾነ ነገር ክንገብር ኣለና ኢለ ዝኣምን ካብ ናይ ትማሊ ተማሂርናስ ክንቅፅል ምስዚ ከባቢ እዚ ዝኾነ ነገር ከምፅእ ዝኽእል ነገር ብፍላይ ድማ ኣብ ጉዳይ ካልእ ኣየግድሰና ጉዳይ ህዝቢ ትግራይ ከምኡ እውን ምስ ህዝቢ ኤርትራ እዩ ኣነ ግን ከም ሓደ ትግራዋይ ንትግራይ ዝምልከት እየ ናይ ትግራይ ውሽጢ ከዓ ኣነ ዝምነዮ ኣነ ካብ ኤርትራ ካብ መንግስቲ ኤርትራ እውን ዝምነዮ ኣዛሪበዮ ዲተይል እዩ ብደንቢ ኢና ኣብ ገሊኡ ኣብ ገሊኡ ገሊኡ ኣብቂዑ ገሊኡ ዲተይል እዩ ገሊኡ ክልተ ሰዓት ገለ ልዕሊኡ እውን ገሊኡ ሓሙሽተ ሰዓት ገሊኡ እውን ምሳና ዘወጓዕኹዎም ኣሎ ኣብ ጀነራል ፊሊጶስ ዳርጋ ሓሙሽተ ሰዓት ሽዱሽተ ሰዓት ይኸውን ጀነራል ፊሊጶስ ሕጂ ትግራይ ሕሉፍ ሓደ እዞም እዚኣቶም ናይ ህወሓት ህወሓትን ህወሓት ማለት ኣብቲ ሰራዊት ዘሎ እውን ማለት እዩ እቲ ውድብ ጥራሕ ኣይኮነን ኣብቲ ሰራዊት ዘሎ ክንደይ ታሪኽ ዝሰርሑ ሰባት እዮም እዚኣቶም ምስ ሰራዊት ምስ ህዝባዊ ግንባር ኮይኖም ማለት እዩ ክንደይ ተዘክሮ ኣለዎ ኣነ ኳስ ዓሰርተ መዓልቲ ኣብዚ ኣስመራ ብፅሕ ኢለ ብዙይ ባፅዕ ምሳኻ ከይደ ብዙይ ወሲድካኒ ከተማታት ፍቕጠጦብናልና መረብ ከይድና ፍቐዱ ሓለሓለ ኣብቲ ሕርሻ ከይድና ክንደይ ግን ኣብ ኣእምሮይ ክንደይ ተዘክሮታት ኣለኒ ሒዘ ይኸደ ኣለኹ እዚኣቶም ዕድመ ልክዖም ኣብ ቃልሲ እዮም ዝነይሮም ባህርዮም ይፋለጡ ሳጎም ይፋለጡ ታሪክ ከምዚ ኮ ገርካ ከምዚ ገርካ እዚ

ኣብ ጽደት ግዜ ኣብ ኤሪ ቲቪን ኣብ ድምጺ ወያነን ጽቡቅ ኣብ ኤሪ ቲቪ ብዛዕባ ብዛዕባ ህወሓት ብዛዕባ ውድብ ኢና ንዛረብ ዘለና ኤሪ ቲቪ ብዛዕባ ህወሓት ጽቡቅ ነገር ኣይትዛረብን ድምጺ ወያነ ብዛዕባ ሻዕብያ ወይ ህዝባዊ ግንባር ጽቡቅ ነገር ኣይትዛረብን ኔጌቲቭ ኔጌቲቭ እዩ ዝዛረብ ገሊኦ ገሊኡ ሓቂ ይዛረቡ ከምዚ ጌርና ኣዲስ ኣበባ ከድና ኣዲስ ኣበባ መጽኦ መካናይዝድ ሽረ መካናይዝ ተዋጊኦም ና ደብረ ታቦር ተዋጊኦም ገለ ገለ ይዛረቡ ኣለዉ ወዲ ወረደ ኣሎ ቀደም ተዛረበ ኣሎ ዘቐርቦ

ደቅዛ መጉማጓት ያው ባለጌ ያው ሸላድ ባለ ሒዛ ሓንቲ ትኸውን ያው ፒስ በሎ ያው ሸላድ ባለ ስለ ዝበሉ ብኤርትራ ናይ ኤርትራ ስለተዘር ሃገርና መይታ ኣበይ ሃገርካ ትመውት ሸላ ኮመዲ ገብሩ እዮም ኮመዲ ግበሩ ስርሖም እንዲ ወዲ ማልያ ከ የድንቕዎ እንታይ መሰለይ እንዲ ከድንቑኒ ሓዎም እንዲ ናበይ ዳ ክድርቢ እንደለኹ ናበይ ዳ ክድርቢኑ ከምቲ ንስኹም ትድርቢና ክድርቢና ደለኹም ኣይድርቢኑን እዮም ያው ኤርትራዊ ድርብየናኒ ደርቢ ድርቢኒ ኤርትራዊ ያው ፒስ በሎ ታሪኽ ንምንታይ ይመሃረሉ ሰብ ደሓር ምስ ጠፋእና? ህዝቢ ትግራይ ከም ህዝቢ ክብል ዝፀነተ ኣብ ታሪኽ ኩርድያ ከምዚ ነይሮም ገለ ክበሃል ኣይፈቕዶን። ዳስዋይ ኣብዚ ሰዓት እዚ ክበሃል ዝግብኦ ኖ ናይ ማንም ቆልዑ በዚ ሊደርሽፕ ዝምራሕ ዝኾነ ይኹን ፕሮጀክት ክጠፍኡ ድልት ይብልን ዳሰ ናይ ትግራይ መንእሰይ በዚኦም እናተመርሐ ክጠፍእ የብሉን እየ ዝብል ዘለኹ ኣነ ውን መሪሖዮ ክጠፍእ ድልየት የብለይን ኣይኸውንን ውን። ዝኾነ እምነቶም ሒዞም ክቃለሱ ዘይኽእሉ መራሕቲ ኢና ዝብሉ ሰባት ሒዞማ ክጠፍኡስ እንታይ ይፈቕደሎም? ኣነ ዝፈልጦም እንዲ ኣነ እንታይ ሓሳብ ኣቕሪባ ትፈልጥ ርፅቲ ፈትለ ሓንቲ ዝበሃል ነገር ካብ ጫውጫው ዳመሸታ ተእትዋኻ በቃ ናይ እንዳመሸታ ሰበይቲ እያ ትኾን። እዚ ዝበሃል ሓሳብ ኣቕሪባ ሰምዕኻ ትፈልጥ? ካበይ ከምፅእ ዘየለ ዶ ክመፅእ ሕዚ ደብረፅዮን ናይ ትግራይ ኣመሓዳሪ ነይሩ እምበር ኣብ ትግራይ እንታይ ተሰርሐ ዝተሰርሐ ዝፈልጠሉ ዕድል ከም ዘይነበረ እየ ተረዲኤ ገገሊኡ ደብረፅዮን መትረየሱ ሒዙ ክዋጋ ርእየ ገለ ዝብል መስሓቂ ዝሰምዕ ትኽእል ኢኻ ወርቀ ዲኖ ኣነን ደብረፅዮንን ፊት ንፊት ኢና ነርና ተኹሲ በቃ ንንእሽተይ ኣብ ቅድሜና ኣብቲ ደው ዝበልና ኣሎ እምኒ ገለ ይወድቕ እዩ ነብሻ ደብረፅዮን ነጆኻ ኢለ ኪደ ባዕልካ ጆኻ ኢለ እንታይ ፍርሕ ነገር የለን ኣነ ካብዛ ተራኸብናላ ቁልቁል ግን ንስኹም ናወረድኩም ናይና ናደየብና ኢና ነርና ድሓር ይዝክር እያ ንሕና ናደየብና ንስኹም ናወረድኩም ተራኺብና ኢለካስ ነነዚ ዓቐብ ናይና እያ ትነውሕ ንሕና ኢና እንዲ ይብልካኒ ምግቢ ብጣዕሚ እዩ ዘጋንን ዓጃዊኡ ዘይኸድዖ ኣነ ጥራሕ እዩ ስሩኣውት ካብ መጀመርያ ክሳብ መጨረሻ ካብ መጀመርያ ክሳብ መጨረሻ ዓጀብተይ ኩሎም ምሳይ እዮም ተመሊሶም ንሕና ኣብ መንገዲ ባእሲ እዩ ናይ ቲፔሌፍ ፖሊት ቢሮ ክባላዕ እዩ ዝብል ብጂኦግራፊ ይበኣስ እዚኣ ትሓፅር ይብል እገለ ኣብዚ ተሰዊኡ ቀደም ኣብ ዘይተሰወን ኣቱም ሰባት ፓስት ምጥንቋል ጀሚርኩም ሕዚ ናብ ፊቸር ዘርእየና ኢና ንደሊ ይብል ሓደ እንታይ ኢልኒ ኣይ መድፍዕ ድምፁ ተሰሚዕካዮ ኣይወቕዕካን ድምፁ ተዘይሰሚዕካዮ ግን በቃ ኣብ በቃ ወዲእካ።
እንታይ ገብረለይ ኢለ
ማለት እንተወቂዕ እንዳ ተወቂዑ እንግዲህ ኣለም ዝነበረላ ገዛ ንሕና ኣብ ገዛ ይንመርፅ ኣነን ጌታቸው ሓቂ ንምዝራ ብጣዕሚ ጭቕጭቕ ዘብዝሑ ኩሎም ክነግርኩም ይኽእሉ መጀርን ኣለምን ትኳን ኣለዎ ዶ ትኳን ዘይብሉ ዓዲ ዘይፈጠሩስ ትኳን ኣለዎ ዶ ይብሉና ወላ ክጨቃጨቁ ሙሸራትን ክንሕዘልካ ኢለ እዛ ንሓደ ግዜ ትኳን ትኳኒትስ ትኳን ይህልዎ ገለ ኢልዋ ሙሸራትን ንሓነዘል ብዛንታ ዝበሃል ቦታ ታሕሳስ ዓሰርተ ክልተ ኣበይ ኣድራሻ ዘይንፈልጦ ቦታ ኪድናስ ትኳን ይህልዎ ዶ ይህልዎን ዘይፅርካ ኢላ ከም መራሕት ትኳን ይህልዎ ባል ሽዓ ዝሓፈርክዋ ሓፍረት መቸም ክሓፍር ኣይክእልን መቸም ክትምለስ ኣይትክእልን ሃይለ ደደቢት ሕዚ ኣጆጆ ብዝሒ ግን ሊያ ስልኪ ትወ እሞ ይድውለለይ ኣበይ በፅሕና ገለ ይብላ ብጣዕሚ እንታይ እዩ ስሚዑ ካብ ልቡ ለካ ደደቢት ኣነ ይሰምዕ ነረ ራድዮ ይነበረኒ ገለ ይነበረኒ ብጣዕሚ ፃዕርዓር ነሩ ሽዑ ኣይበፅሕኹም እንድየ እኔ መቐለ ዙርያ ኣበይ እግዛ እዋ ክተውቅዕኒ ዳኻ ደለኻ እዚኦም ህዝቢ ከየጥመዩ ህዝቢ ከየድኸዩ ኣነ ባይ ይፈልጥ ዝርዝር መንደር ይፈልጥ ትግራይ ናይ ህዝቢ ትግራይ ድሌት ፀቢቕ ይፈልጥ ከም ፕረዚደንት ኣይኮነ እሺ ፋሚሊ ያው ንቅጽል ኣለና ኢና ሰብስክራይብ ግን ላይክ ናገበርኹም እዚ ቻናል እዚ ቀጽልዎ እዚ ቪድዮ እዚ ቀጽልዎ ክብል ይደሊ ሰብስክራይብ ግበሩ ከዚ ላይክ ግበሩ ከይትርስዑ ኢኹም ንቀጽል ከም ቤተሰብ
ሃልዩ ዳይ ተሃልዩስ ተገደደስ እዚ ኣተዝርያ ነይሩ ትብሎ ነገር ተሃልዩ ብጣዕሚ ለናስሐካ ነገር እንዶ ምንም ኩሉ ሰሪሕዎ እዩ ኣብ ንእሽቶ ዕድመ ንእሽቶ እዩ ዕድመኡ ንእሽቶ እዩ ዕድመኡ ኣብ ንእሽቶ ዕድመኡ ግን ኩሉ እዩ ሰሪሕዎ ግን ሃምዙ ሰብካ ስያ ሓሚምካ ተዓዘቦ ዝበሃል ዳዊት ሞይትካ ተትለዓል ነይሩ መዓስ ሰብ ተቐየመ ነይሩ ብዙሓት ሰባት ማለት እሱ ለተካሒዱ እዩ ዳዊት የልል ናቅጫ ክባስ ብዙሕ ሰብ ክሒድዎ የልል ትክሕደትለ ኣባ የለለ ተደጊሙ ከዚ ኢል ተናስሐኒ ሞት ሃም ሕማም ተትልዓል ብዙሕ ሰብ ተቐየመ ይረን
ኣብ መጨረሻ ከባቢ ብፍላይ ሓደ ሓደ ወግዕታት ሓሜታት ዝመስሉ ነገር ይለዓሉ ነይሮም ከምዚ ናብ ፖለቲካ ኣትዩ ገለ ዝብሉና እንዶም ሓደ ሓደ ሰባት መስዋእቱ ሞቱ ምስኡ ዘተሓዝዎ እኒኦ በቃ ገለ ገይሮም እዮም ንኾኑ ምናምን ዝብሉ እኒኦና ከምዚ ዓይነት ነገር ነይርዎ ዳይት ናይ ፖለቲካ ና ምእታው ናብ ፖለቲካ ምእታው ምንም ነገር የነበሪ ግን ሰሚዕካዮ ነርካ ከምኡ ይበሃል ወቃ ሓደ ፌመስ ተኾነ ካብ ብዙሕ ነገራት ይጣበቕ እንዲ ምሳኻ ስእሉ ሽም ይወፅእካዮ እታ ኣርባዕተ ኣርባዕተ ዓመት ድያ ሰለስተ ዓመት ተዓፃፂና ስለ ዝነበርና ስልኪ ግዛዕ ምስቲ ምዕፃው ምስቲ ገለ ብዙሕ የተጋነናይ ትግርኛ ንህዝቡ ግን ይቃለስ እዩ ነይሩ ብኡ ተኮይኑ ክኾን ይኽእል እዩ ግን ኣማውታና ዳዊት ለለሕና ሳምዛለልኸ ይንፈልጢ ግን ታይ እዩ ኣምትልልኽ ብሰብ ዶ ይኾን ብስሕተት ሕክምና ዶ ይኾን ላፈለጦ ዶ ይኾኑ እዚ ክሻዕ ኸዚ ኣብ ርእሰይ ለለ እዩ ኣነ ምስቲ ሰብ ትርሕቀካ ተሎ ስኹላይ ደራፊ ነይሩ ምስኡ ትርሕቅ ተሎ ኣበይ ኒኤኻ ኢለ ይጥይቀካ ኣዕሩኽቱ ኣብ ጽቡቅ ደረጃ ኣለዉ በቃ ታይ እዩ እሞ ዝኾነ ዝተሸፈነ ነገር ኒኤ እዩ ላጸንሐ ድማ ክመጽእ ይኾን ታይ እዩ ማዚማ ክሻዕ ሰብ ዝጸልእካ ኢኻ ትብል ኣብ ፖለቲካ ኣይበርትን። ሎማዓንቲ ኣብ ውሽጢ ኢትዮጵያ ትነብሩ እንተ ኣለኹም ኮይንኩም ኢንተርነት እንተ ኣብይኩም ወይ ውን ዩትዩብ ብዓብይኡ ውን እንተ ምስራሕ ኣብይኩም ብዓብይኡ ውን ብዙሓት ሶሻል ሜድያታት ምስራሕ እንተ ኣብዮምኹም ነይሮም እወ ብሰንኪ እዚኦም ኣብዚ ትዕዘብዎ ዘለኹም ሰባት እዮም ማለት እዩ ሎማዓንቲ ሓደ ዓብይ መንገዲ ኢንተርነት ኣብ ውሽጢ ኢትዮጵያ ይኹን ኣብ ዝተፈላለዩ ክፋላት ናይ ዓለምና ዝርከቡ ሰባት ኣንፃር ስርዓት ናይ ኣብይ ዝኸይድ ሓደ ዓብይ ተቓውሞ ብመንገዲ ዝተፈላለየ ቻነላት ወላ ውን ብዓበይቲ ሳተላይት ኣተሓሒዙ ኣብ ዓበይቲ ተለቭጅናት ናይ ኢትዮጵያ ክዝርጋሕ ውዒሉ ኣሎ ማለት እዩ። እዚ ድማ በቶም ዓበይቲ ፖለቲካል ፊገር ናይ ኢትዮጵያ ተባሂሎም ዝጽውዑ ከም በዓል ኣሉላ ሰሎሙን ካብ ትግራይ፣ ከም በዓል ጃዋር ካብ ኦሮሚያ ክልል፣ ካልኦት ዓበይቲ ጋዜጠኛታትን ብዓብዪ ድማ ካብ ውጭጢ ኢትዮጵያ ኣብዚ ሰዓት እዚ ንፋኖ መሪሑ ዝቃለስ ዘሎ ሰብ ውን ከይተረፈ ነዚ ጉዳይ እዚ ጆይን ስለዝገበሮ መንግስቲ ኢትዮጵያ ድማ ብኡ ንብኡ ንዩትዩብ ይኹን ንካልኦት ፕላትፎርምታት ብሎክ ጌሮሞ ውዒሎም ኣሉ እዚ ናይ ተቃውሞ ቪድያታት ሎምዓንቲ ዓበይቲ ወነንቲ ቻነላት ድኮኑ ኢትዮጵያውያን ጆይን ጌሮሞ ስለ ዝውዓሉ ኣንጻር ናይ ኣቢ ዝከይድ ብዙሕ ዓይነት ዕላላት ክውዕሉሉ ውዒሎም ብዓቢኡ ውን ኣብዚ ቀረባ ግዜ ንሰልማዊ ሰልፍታት ይሓስቡ ከም ዘለዉ ዘስምዕ ቪድዮታት ውን ተዘርጊሑ ኣሎ ማለት እዩ ስለዚ ሎምዓንቲ ዩትዩብ ወይ ውን ዝኮነ ይኩን ናይ ኢንተርነት ጸገም ኣብ ውሽጢ ኢትዮጵያ እንድሕር ኣጋጢሙኩም ውዒሉ እቲ ቀንዲ ምክንያት እዚ በዚ ትርዕዘብዎ ደለኩም እዩ ማለት እዩ። ኣታ ኣይ ካም ዩር ሃውስ ሎንግ ታይም እም ሃይ ላቭ ዩ ኖ ኖ ኖ ኖ ኣታ

ዘየያይዝ እንታይ ኢና ንገብሮ ፋሚለ ለለ ብሜሲ መፅዮምና እስቲ ንቐፅል
ፀለምቲ ትግራይ እዩ ምንም ዘጠራጥር ነገር የብሉን ግን ናብ ዓዲ ሰላም ዝበሃል ናይ ዓዲ ኣምሓራ ኣሎ ኣካል ዓዲ ሰላም ንራስ ዳሽን ናብኡ ከባቢ ዝተፀግዐ ቦታ ዳርጋ እዮም መሪፆም ሶ ንሕና ኣብ ኣጋጣሚ እንታይ ኢና ወሲድና ኣነ ፈትለ ኢሳያስ ኣለም ናብ ወዲ ኣሸብር ንጸደያ ክንኸድ ማለት እዩ ስሉ ክንሰግር ተኮይና ጆን ክርም ነገር ርእየ ናይ ጌታቸው ምስዚኦም ኣይኸድን እዩ ብስሩ ጀጅመንቶም ይቕበሎ ጌታቸው ደብረፅዮን እናመርሐንስ ክንጠፍእ ኢና ታደሰ እናመርሐንስ ክንጠፍእ ኢና እምበር ኣይኸድን እዩ ድሓር ካባይ ክፍለ ይደልን ኣነ ብጣዕሚ ዝፈትዎ ጌታቸው ተታሒዝና ኣነ ንጠፍእ ስዩ እንታይ ኢልን ኣብ ኢድ ፀላእ ከይኣቱ ንሓግዞ ኢልን ብረት ተሊካ ፕራክቲካሊ ከምኡ ኢሉኒ እንድሕር ኣብ ኢድ ፀላኢ ዝኣቱ መስሉ ተረኣየካ በሎ ኢሉኒ እንድሕር ትኩስ ኮይንካ ኣብ ኢድ ፀላኢ ክንኣቱ የብልናን እዩ ኤንወይ ኣይነገርኮን ንጌታቸው ባዕለይ ቀጥቀጥ ኢለ ሰብ ብኡ ደረጃ ናይ ስዩም ኮሚትመንት ስለ ዝፈልጦ እየ ንፀደያ ጉዕዞ ነገርካ ይኽእል ክንኸድ ሰራዊት ዝበሃል የብልናን ከበደ ፍቃዱ ሰብዓን ሰለስተን ክልተ ክፍለ ጦር ዝተባህላስ ሰብዓን ሰለስተን እየን ጠቅላላ ናይ ፈትለ ዓጀብቲ ዳርጋ ማዕረ ኣነ ሽዱሽተ ነይሮምኒ እሳ ዓሰርተ ገለ ኣለም ዳርጋ ሓደ ሰብ ጥራይ ቀሪቦ ወዲ ጉዕሽ ዝበሃል ኩሎም ከይዶም እዮም ኣለም ትሉ ገንጨርጨር እዮም ዝሒሞ ብዙሕ ኣይበረኸትሉን ነቶም ዓጀብቲ ዳሓር እንታይ ኮይኑ ኣብ ዝኸድክዎ ቦታ ትክ ገባር ዘለዎ ኒሕ። I think ፋሚሊ እያ ጌታችው ልለሎ ጌታቸው ኣሰፋ እዩ መስለኒ እስቲ ሓሳብኹም ኮሜንት ኣፍሉጡኒ ኢኹም ሎማዓንቲ ልሓዝኹዎም ፋሚሊ ዚኦም ይመስሉ ነይሮም ኣቐፃሊ ብትኩሳትና ሓደሽቲ ልኾኑ ቪድዮታት ሒዘልኹም ክምለስ እየ እስካብ ሽዕቱ ግን subscribe ምግባርና like ምግባር ኣይትረስዑ ኢኩም ኪሊፎቱ ኩሉኩም ሰብስክራይብ ገርኩም ላይክ ገርኩም ምብርትታዕኩም ኣይፈለየኒ ክል ደሊ እስካዕ ቀጻሊ ፒስ ኣውት።